Hello, this is Microphone Media. Please like, subscribe, and share. Thank you. ሰላም ጥዕና ሃበለይ ደሓን ደው ኢልኩም ደሓን ደሓ ደርኩም ኣብ መላእ ዓለም ዘለኹም ሰማዕትና ሰላም ንኣኻትኩም ይኹን እዚ እዩ ማይክሮፎን ሚድያ እዩ ንማይክሮፎን ሚድያ ሓደሽ ዝኾንኩም ከዓ መንቋዕ ደሕና መፅእኹም እናበልና ናይ ኩል ሻዕ መድመፅቲ ናይዚ ቤተሰብ ንኣካል ኮይንኩም ክትቅፅሉ ሰብስክራይብ ዘይግበርኩም ሰብስክራይብ ግበሩ ላይክን ሼርን ገርኩም ክትሰምዕዎ እውን ብኸብሪ ንዕድመኩም ሰማዕትና ብኣርከስ እዙይ ካብ በልና ሰማዕተይ ብጣዕሚ ዘሰንብዱ ነገራት ንሰምዕ ኣለና። ኣብ መቐለ ዝተኣከበ ናይ ውድብ ህወሐት ኣሎ። ብዙሕ ሓደጋ ንምብፃሕ እውን ዝተሓሰበ ነገር ከም ዘሎ ሕፅር ኣቢልና ክንነግረኩም ኢና። ካሊእ ታደሰ ወረደ ካብ ዓብዪ ኣሕመድ ሰለስተ ኣርባዕተ ግዘ ስልኪ በፂሕዎ እዩ ካብ ትማሊ ጀሚሩ ብዙሕ እዩ ናይ ትማሊ ሎማዓንቲ እውን ሰለስተ ዝኸውን ግዘ ተደዋዊሎም ኣለው ምስ ዓብዪ ኣሕመድን ታደሰ ወረደን እውን ብዙሕ ኣይሰምዐንን ዘሎ ኢሉ ስለ ዝኣመና ዓብዪ ኣሕመድ ንኣብርሃም በላይ ደዊሉ እውን ዝተዛረቦ ኣሎ ዝርዝር ኣቢልና ናባኻትኩም ክነምፀልኩም ኢና ንሓፂር ግዜ ኢና ሒዝናዮ መፂና ዝነና ናይ ትግራይ ህዝቢ ክንደይ ዝኣክል ዓብዪ ኣሕመድ ንዕቕዎ ከም ዘሎ ካብ ኩሉ ንላዕሊ ከዓ መሰማዕተይቶም ብፆቱ ንምንታይ ከም ምዃኑ ኣይርድአናን። ታደሰ ወረደ ዓብዪ ዓብዪ ዓብዪ ገበን እዩ ዝሰርሕ ኣሎ። እቶም ተኣኪቦም ዘለዉ ሓደጋታት ተሓሲቡ ዘሎ ክንነገረኩም ኢና ግን ታደሰ ወረደ ዓብዪ ገበን እዩ ዝፍፅም ዘሎ ኣብ ርእሲ ህዝቢ ትግራይ ንዕቐት እኒሄዎ ንዕቐት ንዕቐት ይኹን ዓብዪ ኣሕመድ ከምቲ ትርእይዎ ዘለኹም ብጣዕሚ ኣፈራሪሕዎ ከም ዘሎ ንፈልጥ ኢና ከምኒ ፃርቃንን ከምኒ ጌታቸውን እውን ኣዲስ ኣበባ ከይዱ ንዓብዪ ኣሕመድ ሓንቲ ነገር ከም ዘይጠቕሞ ብግልፂ ብቕሉዕ ነጊርዎ እዩ እዚ እገለን እገለን ኢሎምን ኢልና ክንዛረበ ይንኽእልን እምበር ዝተረጋገፀ ዜና ኢና ነገርኩም ዘለና ሕዚ ግን ታደሰ ወረደ ትማሊ ዝገበሮ ሸርሒ እንታይ እዩ ነይሩ ክስታይ ምስታይ እሞ ሕደግዎ እቲ ዘረብኦ ይስመዐኒ ኢልኩም ሰልቺኹምዎ እትወፁ ንሕና ግን ሚድያ ስለ ዝኾንና ክሻዕ መጨረሻ ሰሚዕናዮ ኢና ካብቲ እተዛረቦ ሸውዓተ ደቂቃ እውን ኣይመልእን ቁም ነገር ዘለዎ ሓደ ሰዓትን ገለን ተዛሪቡ እዩ ግን ሸውዓተ ብጣዕሚ ለጋስ ኮይኑ እየ ዝብሎ ዘለኹ ብሰለስተ ደቂቃ ክዛረበን ዝኽእል ነጥብታት እየን ነይረን ብዙሓት እንዳውም ኣብ ሶሻል ሚድያ እዚኤን እዚኤን እዩ ተዛረበን ኢሎም ኣውፅኦምወን ኣለዉ ኣብ ሓንቲ ደቂቃ እተን ተዛረበን ማለት እዩ ግን ከ እናደናገረ ውዒሉ ትማሊ እንታይ ገይሩ ናይ ትግራይ ረድዮ ናይ ትግራይ ቴሌቭዥን ድምፂ ወያነ እተን ብህዝቢ ዝስምዓ ዝበዝሕ ናይ ትግራይ ህዝቢ ሓረስታይ ስለ ዝኾነ ምናልባት ብረድዮ ክኸውን ይኽእል ዝሰምዖ ሓደ በሉለይ ክልተ፣ እቲ ካልኣይ ክዓመ ብድምፂ ወያነን ብተለቭዥን ትግራይን እዩ ዝሰምዖ። ምክንያቱ ሙሉእ ንሙሉእ ንሳቶም እየን ኣሕሊፈንኦ እቲ ዝተገብረ ቃለ መሕተት ማለት እዩ ካልእ እተን ብሳተላይት ዝመፃ ቴሌቭዥናት እውን ኣይሕለፍኦን ሙሉእ ንሙሉእ ስለ ዝኾነ ትማሊ እንታይ ኢሉ ተቐቢለዮ እየ የኸብር እየቱ ናይ ኣኽሱም ዝተወሰነ ኢሉ ነይሩ እዚኣ ምባሉ ግን ይቕበላ እየ ብምባሉ ትማሊ እንግዲህ ብረድዮን ብቴሌቭዥንን ተዛሪብዎ ይብለኩም ኣለኹ እቲ ህዝብና ተሰሚዕዎ እዩ ዘሎ ሎማ ዓንቲ ብሰለስተ ዘይ ሰለስተ መይኮኑ ሓደ ሚድያ እቲ ክስታይ ዝገብሮ ዘሎ እቶም ተፀዊዖም ዝነበሩ ሓደ ሰለስተ ዝኾኑ እዮም ደሚርካ ቀኒስካ ምንም ነገር እንተበዝሐ እንተበዝሐ ዕስራ ሽሕ ሰብ እዩ እንተሰሚዕዎ እዚ እውን ኣብ ዳያስፖራ ውርሕቑ ዘሎ እዩ ህዝብና ይፈልጦን ታደሰ ወረደ ካልኣይ መግለፂ ክህብ እንተኮይኑ ኩሎም ቶም ናይ ሚድያታት ትማሊ ፀውዑ ዘዛረቦም ገይሩ እዩ ክዛረብ ዝግብኦ ነይሩ ህዚ ግን እንታይ ገይሩ ትማሊ ዓብዪ ኣሕመድ ወዲያው እዩ ደዊሉ ወዲያው ደዊሉ እዛ ነገር ተዛሪብካያ ነኻ ኣርማ ገና እንተይተዛረበ እናሃለወ እንዳውም ኣብቱ ናይ ኦፊስ ኦፍ ዘ ፕሬዚደንት ኦፍ ትግራይ ዝብል ለጢፎምዎ ስለ ዝነበሩ ኣብቲ ፌስቡክ ኣስተኻኸልና ኢሉ ደዊሉሉ ከም ዝነበረ ከይድኩም ረእይዎ እቲ ቪድዮና ናይ ትማሊ ብድሕረና ብዙሓት ሚድያታት ኣረጋጊፆምዎ እዮም እንተስ ካባና ወሲዶም ይኹን እንተስ በዓልቶም ከዓ ፍልፍል ሃልዮምዎ መግንዮም ይኹን ንሳቶም እዮም ዝፈልጥዎ ሓደ በሉለይ ብድሕሪኡ ከዓመ ሙሉእ ንሙሉእ እቲ ቃለ መሕተት ዝሃቦ ምስ ሰምዐ ዓብዪ ኣሕመድ ዕቡድ እዩ ኮይኑ ጨርቁ ድዩ ደብሪ እዩ ንምንታይ ከምዚ ትገብር ንስኻ ብምንም ተኣምር ክሰርሖ እየ ኢልካ ተስማዕሚዕኻ ተዘራሪብና ወዲእና ሸይመ ዝሰደድኩኻ ሀዚ ንስኻ ግን ምሳ ኣይኮንካን ንኻ ትኽክለኛ ኣይትሰርሕን ዘለኻ ንምንታይ እየ ተቐቢሎ የኽብሮ እየ ኢኻ ትብል ዘለኻ ይቕበሎ እየ ትብል ኣለኻ እዚ እንትብል ተለኻ እንታይ ማለትካ እዩ ኣብርሃያ ቀጥታ ጌርካ ኢሉ ታደሰ ከዓመ እንታይ እሞ ክገብር ኣነ ህዝቢ እኮ ምሳይ ኮይኑ ጠጠው ከይብል እኮ ደሞዘይ ትኸፍለንን ዘላ ኣይትኸፍልን ዘለኻ ባጀት ከልኪልካና ኢኻ ዘለኻ መድሓኒት ኣይመፅእን ዘሎ ነዳዲ እንተትሰደለይ ገንዘብ እንተትሰደለይ ካልኦት እውን ኩሉ ኣድላይ ዝኾነ መድሓኒታት እውን እንተትስደደለይ ኣነ ብቐሊሉ ኩሉ ነገር ምገለባበጥክዎ ነይረ ገለመለ ኢሉ ኖ እዚ ግዘ ዝወስድ ነገር እዩ ወዲያው ኣርማን ዘን ነገራት እዚኤን ኢሉ ተዛሪብዎ ብደንቢ ዝተረዳድኡ መሲሉ ስለ ዘይተሰምዑ ከዓመ ኣብዪ ኣሕመድ ናብ ኣብርሃም በላይ ደው ኢሉ ንዝዕን ዝርዚ እንዳውን ከምኡ ኢልዎ የገልቱ ኢልዎ ገልቱ ማለት ዘይረብሕ ማለት እዩ ብኦሮምኛ እዩ ገልቱ ማለት ዝበዝሕ ግዘ ንሰበይቲ እዩ ገልቲ እትብሎ ግን ገልቱ እንተኢሎም ኸዓ ዘይረብሕ ነገር ማለት እዩ ገልቱ የሰማኝ ኣይመስለኝም

ኣረማ ድሕር ሀዚ ፀዊዒ ኸ ከዓሚ ሚድያታት ድሕር ፀዊዐ ተዛሪበ ኸ እዙ ተኣማኒነት እውን እናሰኣነ ክኸይድ እዩ እንታይ ደኣ ከይገበር ውሑዳት እሞ ከዓመ ሰብ ዘይሰምዖም ተኸታሊ ዘይብሎም ሚድያታት ፀዊዑ ሶሻል ሚድያ ከምዚ ዩቱብ ናይና ማለት እዩ ንኣኣቶም መክስታይ ሂብዎም ንኣቶም መብርሂ ከዓመ እንደገና ን30 ደቂቀ ድዩ ን28 ደቂቃ ሎማዓንቲ ፀዊዑ ተን ዓብዪ ኣሕመድ ኣርመን ዝበሎ ኣይቅበልን እየ እንድሕር ንኣይ መፂኹም ክነልዕል ኣነ ዝወርድ መንግስቲ የለን ተጨባቢጥካ ንረክቦ ነገር የለን ካብዚ ወፂኡ ግን ንዓውፃእ ንዓት ካብ መሬትካ ካብ ስልጣንካ ልቐቕ ዝብለኒ እንተሃልዩ ዕልዋ መንግስቲ ማለት እዩ ዕልዋ መንግስቲ እንተልዩ ከዓመ ናብ ውግእ ዝወስድ እዩ ምስ መን ከም ዝዋጋእ ምስ መን ትውግእ መንን መን ከም ዝዋጋእ ኣይገልፅን ግን ኣነ ክዋጋእ እየ እዩ ዝብል ዘሎ እዚኣ ከዓመ ቅድሚ ክልተ ወርሒ ስድዩ ቅድሚ ሰለስተ ወርሒ ብዳዊት ከበደ ተጌርካ እውን ወፅያ እያ ትራጀዲ ክፍጠር እዩ ያው ክክእሌና ሓምሳ ዓመት ሰሪሐ እየ ገለመለ ኢሉ እዩ ኢሉ ኣውፅዎ ነይሩ እዩ ከይድኩም ረእይዎ እቲ ቪድዮና ሽዑ እውን ሪፖርት ገርናልኩም ነርና ኢና ስለዝኾነ ኸ ህዚ እንታይ እዩ ዝብል ዘለው ብምንም ተኣምር ዕልዋ መንግስቲ ክግበር ኣይንፈቅድን ስልጣን ዝለቆ ነገር የበለይን ኣብ ስልጣነ ክፀንሕ እየ ኢሉ ሎማዓንቲ ንሶሻል ሚድያ ንዞብ ዳያስፖራ ዘሎ ማሕበረሰብ ንዙ እናተተርጎመ ዝዝረቦ ንናይ ኢትዮጵያ ህዝቢ ካልኣይ መግለፂ እያ ሂቦም ተሂሉ ኣብኡ ወፅዩ እኒሆ እዚ ኩለይ ዝተገብረ ግን ብነብርሃን በላይን ብታደሰ ወረደን ማለት ብዓብዪ ኣሕመድን ቀጣን ትእዛዝ እያ ብስልኪ ደው ኢሎም ቴሌኮንፈረንስ ሰለስትኦም ከዓ ቴሌኮንፈረንስ ዝበሃል ኣሎ ትፈልጥዎ ኢኹም ሰማዕተይ ዘይትፈልጡ ግን ሓደ ዋላ እንተሃለወ ከብርሆ ሰለስትኦም ብሓደ ግዘ ተጋናንዮም ሰለስተ ኮንካ ዕስራ ኮይንካ ምእትን ኮንካ ክትዛረብ ትኽእል ኢኻ ዕድመ ቴክኖሎጂ ሎሚ ብቴሌኮንፈረንስ ሰለስቲኦም እውን ቀሪቦም ተዘራሪቦም ወዲኦም እዩ እቲ መግለፂ ሂቡ ዋላ እታ ናይ ሎማዓንቲ ዝሃባ እውን ኣየሐጎሰቶን ንዓብዪ ኣሕመድ እታ ናይ ሎማዓንቲ ምስ ተዋሃወት እውን ደው ኢሉ እትገብሮ ዘለካ ትክክል ኣይኮነን ኣብሪህኻ ኣንቁር ኣቢልካ ተዛረብ ካብኡ ዝገደደ ጌርካ ተዛረብ ምክንያቱ እንታይ ይመስለኩም ስማዕተይ ዓብይ ታደሰ ወረደ ኣብ ትግራይ ዕግርግር ክፈጥረሉ ኣብ ትግራይ ሽግር ክፈጥር ኣብ ትግራይ እናሃለወ ብዙሕ ነገር ክሰርሕ እዩ ዝደልዮ እምበር ካብ ትግራይ እንተወፅኡ ኣይቕበሎን በይናይ ኣፉ ክዛረበሉ እንኳን ካሊእ ምስቶም ንፃርቃነ ይስማዕማዕ ፅልእ እዮም ምስ ጌታቸው ይስማዕማዕ ኩሎም እቶም ቅድሚ ዝኸዱ ዝነዉ ንታደሰ ወረደ ካብ ስልጣን ዘይምብራርና እዩ ዘሕዝነና እናበለ ጌታቸው እናተዛረበ ነይሩ እዩ ስለዚ እንኳን ምስ ዓብዪ ኣሕመድ ምስቶም ኣብ ኣዲስ ኣበባ ዘለዉ ተጋሩ እውን ኣይዛረብ ሰላም ኣይበሃልን ታደሰ ወረደ ስለ ዝኾነ ሓንትን ሓንትን ዓብዪ ኣሕመድ ዝደለያ ዘሎ ሻዕታት ትመፀላ ጉንበት ዕግርግር እናፈጠረ ይኹን ላዕልን ታሕትን እናተፈጠረ ይኹን ገንዘብ ንመምሃራንን ንሰራሕተኛታትን ዘይኸፈል ንመን እዩ ዝሰዶ ዘሎ ንስራሕ ዝሰኣኑ መናእሰያት ንዕግርግር ንክፈጥሩ ዝኽእሉ ሚልዮናት እናተፅዓነ ካብ ዓብዪ ኣሕመድ ናብ ኣብርሃም በላይ ካብ ኣብርሃም በላይ ብኣውሮፕላን እሞ ከዓመ ብመንገዲ ኣየር ኢትዮጵያ እናተፀዓነ እዩ ዝመፅእ ዘሎ ናብነት ታደሰ ወረደ ስለዚ ታደሰ ወረደ ጥራሕ ኣይኮነን ጥፋኣተኛ ጌርና እንወስዶ ህዚ ታደሰ ወረደ ጥራሕ ኣይኮነን ኣብ ትግራይ ዘሎ ሰራዊት ሰራዊት ትግራይ ንምንታይ እዩ ንታደሰ ወረደ ዝዕገሶ ንምንታይ እዩ ናይቲ ፀጥታ ቢሮ ናይ ሰላምን ፀጥታን ቢሮ ብፍስሃ ማንጁስ ዝምራሕ ንምንታይ እዩ ዝዕገሶ ታደሰ ወረደ ህዚ ካብ ስልጣን ምብራር ጀሚሮ ኣሎ ሰባት እናመዝገበ ንምንታይ እዮም ዝዕገስዎ ዘለዉ? ወይስ ርክብ እንሄዎም እዮም ምስ ታደሰ ወረደ? ኣብዚ ዘሎ እቲ ሕቶ ንምንታይ እዩ ንሳቶም ኩሎም እቶም ጀነራላት ኣብ ትግራይ ዝነው እውን ዓርሚ 22 መቐለ ኣከባቢ እትሕሉ ንምንታይ እያ ስቑኢላ እትርኢ ዘላ ዓዲ ከፍርስ ኮዩ ዘብል ዘሎ እቶም ተኣኪቦም ዝንሄዎ ኣብ መቐለ እውን ንኣኣቶም እቲ ዝግባእ ኣሕሊፍና ኢና ንዝምልከቶም ሰባት ተጠንቀቑ ከምዚ ይሕሰበለይ ኢልናዮም ኢና ቅድሚ ህዚ እውን ነጊርና ኢና ስልክኹም ቀይሩ ቀፎኹም ቀይሩ ኩሉ ነገር ኣበይ ከም ዘለኹም ይፍለጥ ኢሎሚ ቴክኖሎጂ ኣሎ ስልኪ ቁጥርኹም እንድሕረእት እዮም ቀጥታ ብድሮን እውን ንግልኹም ንንሕድሕድኩም ብድሮን እውን ክትኩዑ ትኽእሉ ኢኹም ሓደ ካልኣይ ከዓመ ኣበይ ከም ዘለኹም ይፈልጡ እዮም ኣበይ ሆቴል ዓሪፍኩም ከም ዘለኹም እንታይ ትበልዑ ከም ዘለኹም ክንደይ ግዜ ናብ ሽንት ቤት ከም ዝኸድኩም ኩሉ ነገር ይፈልጡ እዮም ስልኪ ቁፅርኹም ስልኪ ቁፅርኹም ስለ ዝፈልጥዎ ስለዚ እንታይ ኢልና ኢና ስልኪ ቁፅርኹም ቀይሩ ሲምኩም ቀይሩ ስልክኹም ደብርዩ ካልእ ስልኪ ሓዙ ኢልና ኢና ስለዚ ኣብ መቐለ ዝነኹም እውን ብዝለዓለ ዝለዓለ ጥንቃቐ ንክትገብሩ ኢና እንዕድም ዓብዪ ነገር ስለ ዝሰማዕና እያ ተጠንቀቑ ተጠንቀቑ እናበልና ኢና ሓብ ኩሉ ሻዕ ኢና ንዛረብ ተጠንቀቑ ምጥንቃቕ የድሊ እዩ ኩሉ ዝኹለይ ካድረ ዝኹለይ ናይ ውድብ ሕወሓት ላዕለዎት መራሕቲ ናይ ሰራዊት መራሕቲ ኣብ ሓደ ኣዳራሽ እናተኣከብካ ዓብዪ ኣሕመድ ተኣማሚንካ ሓደጋ እዩ ካብ ንኢራን ካብ እኒ ህዝቦላ ናይ ሶርያ ካብ እኒ ጋዛ ካብኣቶም ተምሃሩ ጥንቅቕ ኢልካ እዩ ኣበይ ከም እትእከቡ ክተፍልጡ የብልኩምን ምክንያቱም ብዙሕ ነገር ይሕሰበለ እዩ እዚ ካብ ውሽጢ ዝለኣኸልና ዘሎ እዩ ስልክኹም ቀይሩ በልዎም ኢሎምና ነጊርናኩም ኢና ስለዚ ክሻዕ ሓዚ እንድሕር ዘይቀየርኩም እውነት ንምዝራብ ብባዕልኻ ምፍራድ ማለት እዩ እና ብውሽጢ ብሰፊሑ ስለ ዝተዛረብና ዚ ዓውኢልና ክንዛረቦ ዘይንኽእል ብዙሕ ነገር ስለ ዝተዛረብና ነቶም ናይ ፀጥታ ቢሮም ኩሉ ስለ ዝተዛረብና ሕዚ ኣይነውስኸሉን ኢና ካብዚ ሰማዕተይ እዚዩ ዘሎ እምበኣርከስ እናተኸታተልና ክነምፀልኩም ኢና ሼር ላይክ ግበርዎ ህዝቢ ክሰምዖ ኣለዎ ክንደይ ዝኣክል ሰብኣይ እዚ መርዚ እዩ ተበን እዩ እዙ ብጣዕሚ ብጣዕሚ ዘይተፈለጠሉ ክፉእ ተንኮለኛ እዩ ታደሰ ወረደ ማለት ጌታቸው እኮ እታ ዝገብራ ኩሉ ዋዕ እናበለ እናተዛረበ ኮ እንተጥፍእ እውን ዘጥፍእ ነይሩ እዚ ግን ክስታይ ምስታይ እናበለ ግን ምስቶም ፀላእቲ ገና ገና ኣብ ኣዲስ ኣበባ እናሃለዉ ኣብ ውግእ እናሃለዉ ንደብረ ብርሃን በፂሖም እናሃለዉ እናተደዋወለ ይረኻኸብ ከም ዝነበረ እኮ ናይ ባዕሉ ናይ ብልፅግና ንምልኬሳ ይዛረቡ ኣለዉ ይድውሉልና ነይሮም እዮም ንፃርቃን እንታደሰ ወረደ ንጌታቸው ረዳ ምስቶም ናይ ኣሜሪካ ልኡኻት እናደወሉ ምስኣቶም እውን ይዛረቡ ነይሮም እዮም ኩሉ ነገር ንራኸብ ነርና ኢና ዘሎ ሓበሬታ ይህቡና ነይሮም እዮም ኢሎም እዮም ስለዚ ተጠንቀቕ ህዝበይ እዚ እናዋልኩ ንህዘው ዚኣህለን ንክሻዕ ዝቕፅል ግዜ ሰላም ድሓን ውዓሉ ድሓን ሕደሩ ቻው